ሕራይ ክቡራት ተኸታተልቲ ናይ ሎሚ መደብና ሓቅን ሓቅን እዩ ዓጀውጀው ዋጋ የብሉን እዩ እቲ ሓቂ ግን ህዝቢ ኣሜሪካ ፈሊጥዎስ ባዕላቶም እናዘዙ ጀሚሮም ኣለዉ ስለዚ እቲ ሕሶት ዝነበረ ብሕሶት ኩሉ ነገር ክሓብኡ ዝፈተኑ ዝነበረ ከመይ እቲ ታሪኽ ከመይ እዩ ሕጂ ውን እንታይ ኣሎ ዝብል ኩሉ ኣብ መንጎ ኣሜሪካን ኢራንን ዘሎ ፍልልይን ኣሜሪካ ክሳብ ክንደይ ኣሕጀውጀው ትብል ኢራን ድማ ክሳብ ክንደይ ሓቀኛን እታ ዝበለቶ ትገብር ከም ዝኾነት ዘርኢ መደብ እዩ መጀመርያ ናይ ኣሜሪካ ኢና ክነግረኩም ብድሕሪኡ ድማ ናይ ኢራን ከመይ ይመስል ክንሕብረኩም ኢና። እዚ ሓበሬታ ብጣዕሚ ኣገዳሲ ስለ ዝኾነ ሓቂ ኣየናይ ሕጂ ዓለምና ናበይ እትኸይድ ኣላ ዝሕብረና ስለ ዝኾነ ነዚ ቪድዮ ሼር፣ ላይክ፣ ሰብስክራይብ ግበርዎ። ቻናልና እውን ኣበረታትዕዎ ክቡራት ተኸታተልቲ ሕራይ ናብቲ መደብና ንኺድ። እቲ መጀመርያ ንኢራን ክሃርሙ ከለዉ ኢራን ቅድሚ ሕጂ ናይ ዓሰርተ ክልተ መዓልቲ ኲናት ኣብ ዝገበረትሉ ግዜ ናይ ኣሜሪካ ቤዝ ክትሃርም ከላ ኣብ ኳታር ዘሎ ውፁ ኢላ ነጊራቶም እያ ሰብ ከይመውት ኩሎም ተሰብ ኣውፅኦም ነቲ ቦታ ሃሪማቶ ኢራን ዕረፉ ኢላቶም ስምምዕ ተገይሩ ጠጦ ኢሉ ሕጂ ኣሜሪካ ኩሉ ሻዕ ኮይኑ ዝመስላ ኢራን ቅድሚ ምህራማ ንዓና ክትነግረና እያ ምክንያቱም ስለትፈርሕ ዝብል ደምዳም እዩ ተኻሂዱ እዩ ነይሩ ኣብዚ ደምዳም ጌጋ ቅማሬ እዩ ኣሜሪካ ተፃዊታ ሕጂ ዝርርብ እንዳበለት መፅኣ ንኢራን ሃሪማታ ኢራን ድማ ዝኸፍአ ግብሪ መልሲ ኣብቲ ከባቢ ዝነበረ ናይ ኣሜሪካ መራኸቢ ኮሚኒኬሽን ናይ ራዳራት፣ ናይ ሳተላይት፣ ኮታ እቶም ክቡራት ዝበሃሉን ኣሜሪካ ነቲ ከባቢን ንኩሉ ኣብቲ ፍርቂ ዓለም ትቆፃፀረሉ ዝነበረት ናይ ቴክኖሎጂ ኣፅዋራት እዮም ተሃሪሞም። ካብኡ ድማ ፀረ ሚሳኤል ብሙሉኦም የዕንያቶም። ሕጂ ኣሜሪካን እስራኤልን ከም ብሓድሽ መጥቃዕቲ ገይሮም ናይ ኢራን ሚእቲ ካብ ሚእቲ ሓይላ ደምሲስና የለና ኢሎም ተዛሪቦም እሱ ምስ ተዛረቡ ዓለም ኣሚንዎም ብፍላይ ኣሜሪካውያን ኣሚኖም በቃ ዜሮ ፐርሰንት እያ ሕጂ በቃ ሓንቲ ነገር ኣይትገብር ናይ ኢዳ ከተያውያ እንዳ ተባህለ መሊሳ ድማ ኣብቲ ከባቢ ዘሎ ምስ ኣሜሪካ ርክብ ዘለወን ሃገራት ሃሪማተን ኣብኡ ዝነበረ ናይ ኣሜሪካ ጥቕሚ ብምሉእ የዕንያቶ እስራኤል ዝሓሰበቶ በትሪ በፂሕዋ ክሲ ጀሚራ እቲ ዜሮ ፐርሰንት ዝተባሃለ ሓይሊ ከም ብሓድሽ ክዕኑ ተራእዩ ኣሜሪካ ኣብዚ ከምዝሓሰወት ዓለም ፈሊጡ ኣሜሪካውያን ፈሊጦም እስራኤላውያን ፈሊጦም ዳሕራይ ናይ ሆርሙዝ ተዓፅዩ ማለት እዩ ሆርሙዝ ምስ ተዓፀወ ኣሜሪካ ብፍፁም ክትዓፅዋ ኣይትኽእልን እያ ዝብል ካልኣይ ጌጋ ካልኣይ ጌጋ ፈጺማ ድማ እሱ ንእንታዩ ሽግር የለን መራኽብ ከም ድላይኩም ኪዱ ጠጠው ክትብል ኣይትኽእልን እያ ሓይሊ ባሕርና ኣብ ውሎ ክሕልፈኩም እዩ ኢላ ፕሬዚዳንት ዶናልድ ትራምፕ በዓሉ ተዛሪቡ መሳክን ኣሚኖም ንኣሜሪካ ድቕድቕ ኢሎም ምስ ኣተው ብሚሳኤል ምስ ተዘበጡ እቶም ካልኦት ንድሕሪት ሃዲሞም ዝኸኣሉ እቶም ዘይከኣሉ ተሃሪሞም ሽዑ ንሽዑ ናይ ኣሜሪካ መንግስቲ እንታይ ኢሉ ንሕና ክንህልወኩም ኣይከኣልናን በቃ ድላይኩም ግበሩ ኢሉ ተዓፅዮ ናይ ነዳዲ ዋጋ ላዕሊ ኣሪጉ ላዕሊ ምስ ኣረገ ኣሜሪካ ሕጂ እውን ቅልቅል ኢላ ሕጂ ናይ ኢንሹራንስ ዋጋ ንምሽፋን ኣርባዕተ ሚእቲ ሚልዮን ኖ ኖ ዕስራ ዕስራ ቢልዮን ዶላር ቀሪብና ኣለና። ስለዚ ውሕስነት ኣለኩም፣ ሓይሊ ባሕርና ከማን ክሕልወኩም እዩ፣ ሽግር የለን ሓለፉ ተባሂሎም። ሕጂ መሳኪን ዕስራ ቢልዮን ዶላር እንተድኣ ተመዲቡስ ካላስ ምንም ችግር የለን ክንሓልፍ ኢና ኢሎም ድቕድቕ ኢሎም ኣትዮም ሕጂ እውን ተዘቢጦም ብሚሳኤል ናይ ኢራን እቲ ሽዑ ሕጂ እውን ናይ ኣሜሪካ መንግስቲ ቅልቅል ኢሉ እዚ ሽግር ናይ ኢራን ሚሳኤል ክንከላኸል ኣይንኽእል ኢና ስለዚ ናይ ኢራን ሚሳኤል እዩ ዝሃርመኩም ዘሎ ስለዚ ምንም ክንገብር ኣይከኣልናን ተስፋ ቁረፁ ዝብል ሓበሬታ ድማ ኣምፅኦም ባዕላቶም እተው ይብልዎም ምስ ተዘበጡ ኪዱ ይብሎም ምክንያቱም ኣሜሪካ እንታይ እምነታ ዝነበረ ሕጂ ከምዚ እንተ ኢልናስ ክሕልፍዎ እዮም እንዳበሉ እዮም ተስፋ ዝገብሩ ዝነበሩ ንነብሶምስ ከም ሓያላት ቆፂሮም ዝኾነ ዝተዛረቦ ዝኸውን ኮይኑ ይስምዖም ዘሎ ኢራን ድማ ምዝባጥ እዩ ስርሓ ትዘብጥ ድሕሪ እዚ እተን ካምፓኒታት ናይ ፅዕነትን ካምፓኒታት ብምሉእን መራኽብ ብፍፁም ከይንቀሳቐሱ ኣጊዶም ኢንሹራንስ እውን ኣብ ውግእ ዘሎ ቀጠና ስለ ዝኾነ ኣይከፍልን እዩ ዝብል ኣዋጅ ኣውጁ ትራምፕ መንግስቲ ኣሜሪካ ተስፋ ቆሪፁ ስለዚ በቲ ሆርሙዝ ዝግበር ዝነበረ ምንቅስቓስ ሚእቲ ካብ ሚእቲ ጠጠው ኢሉ ኣሜሪካውያን ኢዶም ሂቦም ኢራናውያን ስዒሮም ድሕሪ ኢራን መስዓር ኢራን እንታይ ገይራ ናይ ቀረጽ ትኸፍሉ፣ ብናይ ኣሜሪካ ዶላር ከይገዛእኹም ብናይ ቻይና ዩየን ዝገዛእኹም መራኽብ ሕለፉ ኢላቶም። ብኸምኡ ብዙሓት ሃገራት ጃፓን ወሲካ እንዳኸፈሉ ቀረጽ እንዳኸፈሉ ምሕላፍ ጀሚሮም። ኣሜሪካ ናይ ኣሜሪካ ናይ ጸዓት ሚኒስተር ክሩስ ራይስ ቅልቅል ኢሉ በቲ ፌስቡክ ናቱ ንሕና እዚ ንገብሮ ዘለና ናይ ሓይሊ ባሕሪ ናይ ኣሜሪካ ምቁፅፃር ክልተ መራኽብ ሓሊፎም ኣለው ዝብል ናይ ሓሶት ፕሮፓጋንዳ ፈንዩ። እቲ ሽዑ ንሽዑ ናይ ኣሜሪካ መንግስቲ ኖኖ እዚ ሓሶት እዩ የሕልፍና ንሕና ዝብል ድማ ሓቀኛ ንምምሳል ተዛሪቡ። እዚ ናይ ጸዓት ሚኒስተር ሕንኽ ከይበለ ኣብ ሲኤንኤን ብምውጻእ ሓቢሩ። እዚ እውን ዝሓበሮ ዕረ ዕረ እንዳጠዓሞ ኣሜሪካ ሓይሊ ባሕሪ ኣሜሪካ ናብቲ ካብቲ ቦታ ምንም ዓይነት መርከብ ክሕልፍ ከምዘይክእል ሓቢሩ። ነዚ እውን እቲ ቦታ ብጣዕሚ ፀቢብ ስለዝኾነ ብፍፁም ናይ ኣሜሪካ ሓይሊ ባሕሪ ክሕልፎም ኣይክእልን ብሚሳኤል ብናይ ነቶግቲ ብናይ ጠፊኦም ዘጥፍኡ ጉድኣት ከብፅሑ ስለዝኽእሉ እዚ ፔንታጎን ከምቲ ዝሓበረና ነብሰ ቅትለት ምፍፃም ማለት እዩ ስለዚ ንሕና በዚ ከባቢ ንገብሮ ምንቅስቓስ ኣይንኽእልን ኢሉ ከይሓፈረ ከይሓና ከይመፅ እዩ ማለት እዩ ስለዚ ኢራን ግን ኣብዚ ብዙሕ ዕውት ብዙሕ ነገር እያ ተዓውታ እቲ ቀዳማይ ነዳዲ እያ ነዳዲ እያ ብክቡር ዋጋ ይሽየጣላ ጀሚሩ ማዕቐብ ናታ ኣልዒላ ንዓለም ኣብ ልዕሊ ዓለም ማዕቐብ ገይራ ማለት እዩ። እዚ ዓብዪ ዓወት እዩ። ካልኣይ ሓይሊ ባሕሪ ኣሜሪካ ምንም ነገር ክገብር ከም ዘይኽእል ንዓለም ኣርያ ንኣሜሪካውያን ከማን ኣርያ ማለት እዩ። ሳልሳይ እስራኤል ዓቕሚ ኣለኒ ኣነ ኩሉ ነገር ክገብር እየ ትብል ዝነበረት ዓቕሚ ከም ዘይብላ ኩሉ ነገር ክትገብር ከም ዘይትኽእል ናይ ሳይረን ባህሊ ነቲ ህዝቢ ኣታእትዮምሉ ከም ዘሎ ዓብዪ መርኣያ ኮይኑ ኣሎ ማለት እዩ ስለዚ ኩሉ ነገር ክረኣይ ከሎ ደምዲምካ ክረኣይ ከሎ ኢራን ስዒራ እያ ሕጂ ናይ ዓቕሊ ፅበት እዩ ማይ ዝሃርሙ ፋብሪካታት ዝሃርሙ ናይ ኬክ መሰንከትታት ቦታታት ዝሃርሙ ኩሉ መሰረተ ልምዓት ዘዕንዉ ዘሎ ማለት እዩ እሳ እውን ናይ ኣሜሪካ ምስ እስራኤል ርክብ ዘለዎም ፋብሪካታት ኣብቲ ከባቢ ዘሎ ብምሉእ ተዕንዋ ኣላ እዚ ቀቢፀ ተስፋ ይበሃል ማለት እዩ እዚ ኩሉ ዓጀውጀውን እዚ ኩሉ ፈኸራን እዚ ኩሉ ገለካ ለካዕካ በዚ ተወዲኡ ኣሎ ክቡራት ተኸታተልቲ ናይ ሎሚ መደብና ነዚ መስል ተተኸታተልኩም የቀኔለይ ምሸት ብቃለ መደብ ይራኸበና ሰላም ውዓሉ ቻው ቻው